ሰላም ኩቡራት ተኻታተልቲ ዳስ ን ኤክስትራ ንሕጃብ ዝተዳለወ ዕለታዊ ዜናታት ን ኤርትራውያን ውን ዝሓብእት ድንግል ጌና ትሕተት ከም ዘላን ሽልማት ከም ዝተዋህበትን ኣብ ትግራይ ሕጂ ውን ሓያል ዝኾነ ኩናት ይቕጽል ከም ዘሎ ምሕባሩ ብሽም መለስ ዜናዊ ዝጽዋዕ ዝነበረ ኣካዳሚ ሽሙ ምቕያሩ ዜግነት ኣሜሪካ ሒዙ ዝጸንሐ ኣባል ስርዓት ደርግ ከም ዝተታሕዘ መንግስቲ ስጳኛ ንእሱራት ካታሎንያ ሕድገት ምግባሩን ካልእን ዝድህስስ ዜናታት ሒዘልኩም መጺኤ ኣለኹ። ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩ ብኽብሪ ይዕድመኩም። ኣብ ዝሓለፈ ቀረባ ዓመታት ብፍላይ ድማ ዝሓለፈ ዓመት ኤርትራውያን ዝርከብዎም ስደተኛታት ሓቢእኺ ተባሂላ ክትእሰርን ክትቅጻዕን ምዃና መፈራርሒ ዝተዋህባ ኣብ ጀርመን ዞባ ባቫርያ እትቕመጥ ድንግል ሚትሽልድ፣ ሕጂ እውን ጉዳያ ከም ዘይተዛዘመ ወትሪ ምፍርራሕ ከም ዝግበረላን ተገሊጹ። እዚ ይኹን እምበር እዛ ንሓንቲ ኤርትራዊት መንእሰይ ንኸይትስጎግ ሓቢእኺ ተባሂላ ክስታት ቀሪብላ ዝነበረ ድንግል በቲ ዝገበረቶ ሰናይ ተግባር ሽልማት ሰላም ጎቲንገን ተዓዊታ ከም ዘላ ተገሊጹ። እዛ ጓል ሰሳን ሰለስተን ዓመት ዝኾነት ሚትሽልድ እትበሃል ድንግል ክልተ ግዜ ስደተኛታት ኣብቲ ንሳ ተገልግለሉ ቤተ ክርስትያን ሓቢእኺ ተባሂላ መቕጻዕቲ ክመጽኣ እንከሎ ክትእሰር ኢኺ እውን ተባሂላ ምፍርራሕ ተገይርላ ነይሩ እዩ። እታ ኤርትራዊት መንእሰይ ከኣ ኣብ ጀርመን ዑቕባኣ ምስ ተነጽገ ከይትስጎግ ምእንቲ በዛ ድንግል ዝተሓብአት ኮይና ኣብቲ ሽዑ ግዜ ከኣ ክልተ ሽሕን ሓሙሽተ ሚእትን ዩሮ መቕጻዕቲ መጺእዋ ነይሩ እዩ። እታ ድንግል ከኣ ሕጂ ገይራቶ ኣብ ዘላ ቃለ መሕትት ገንዘባዊ መቕጻዕቲ ካብ ዝኸፍል ክእሰር ይሕሸኒ። ኣነ ዋላ ሓንቲ ገበን ኣይገበርኩን። ከማይ ወዲ ሰብ ተጸጊሙ ምስ ረኣኹ እየ ኣድሒነ። እዞም ስደተኛታት ዝመጹሉ ሃገራት ንህይወቶም ሓደገኛ ስለ ዝኾነ'ዩ ሓደገኛ መንገዲ ገይሮም ከኣ ናብዚ ዝመጹ። ስለዚ ክሕገዙ ኣለዎም ብምባል ዝገበረቶ በደል ከም ዘይብላ'ያ ትዛረብ። እዛ ደንግል ከኣ ሳላ'ቲ ንስደተኛታት ዝገበረቶ ሰናይ ተግባር ከምቲ ኣቐዲሙ ዝተገልጸ ሽልማት ሰላም ኖቲንገን ናይ ዓመተ ክልተ ሽሕን ዕስራን ሓደን ተዓዊታ'ላ። ኣብ ዝተፈላለዩ ከባቢታት ትግራይ ኣብ መንጎ ሓይልታት ትግራይን ሰራዊት መንግስቲ ፈደራልን ብርቱዕ ውግኣት ይካየድ ከምዘሎ ተሓቢሩ። ሓይልታት ምክልኻል ትግራይ ብርክት ዝበላ ከተማታት ከምዝተቖፃፀሩ ክገልፁ እንከለው፣ ናይ ዓይኒ መሰኻኽር እውን ሓይልታት ትግራይ ብኸባቢኦም ክሓልፉ ከምዝረኣዩ እዮም ተዛሪቦም። ሰራዊት ምክልኻል ኢትዮጵያ ግና ነዚ ዜና ስኑዕ ዜና ብምባል ነፂግዎ ኣሎ። እቲ ኣብ መጀመርታ ሰሙን ናይ ወርሒ ሕዳር ኣብ ትግራይ ዝተጀመረ ኲናት፣ ኣብ መወዳእታ ናይቲ ወርሒ መንግስቲ ኢትዮጵያ ብዓወት ከም ዝዛዘሞ እኳ እንተገለጸ፣ እዚ ሕጂ ዝካየድ ዘሎ ኲናት ግና ዝኸበደ እዩ። በሽሓት ዝቑጸሩ ሰባት ኣብዚ ኲናት ዘተቐትሉ ኮይኖም፣ ሚልዮናት ካብ ንብረቶም ተመዛቢሎም ይርከቡ። በዚ ከኣ ኣስታት ሓሙሽተ ሚልዮን ህዝቢ ትግራይ ህጹጽ ረድኤት መግቢ ከም ዘድልዮን ልዕሊ ሰለስተ ሚእቲ ሽሕ ሰባት ድማ ኣብ ኣፍ ዓጸቦ ከም ዝርከቡ ጸብጻባት ውድብ ሕቡራት ሃገራት ይገልጹ። ትማሊ ከምቲ ኣብ ዜናታት ተገሊጹ ዝነበረ ከኣ ሓይልታት ትግራይ ንከተማ ዓዲ ግራት ኣብ ትሕቲ ቁጽጽሮም ድሕሪ ምእታው ካብቲ ነታ ከተማ ገዲፉ ዝወጸ ሰራዊት ፈደራል ዝተረፈ ዕጥቅን ስንቅን ብምስላብ እታ ከተማ ብከቢድ ብረት ናይ ሰራዊት ፈደራል ክትድብደብ ምስ ጀመረት ካብታ ከተማ ከምዝወጹን ናብ ካልእ ከባቢ ከምዝተንቀሳቀሱን ተገሊጹ። እታ ከተማ ብከቢድ ብረት ከም ዝተደብደበት ከኣ ስርሒት ምድሓን ቆልዑ ዝበሃል ሓገዝ ዘድልዮም ቆልዑ ዝኣሊ ዘይመንግስታዊ ዓለም ለኻዊ ትካል ኣብ ዓዲ ግራት ከምኡ'ውን ቶጎጋ መጥቃዕቲ ከቢድ ብረት ከም ዝተፈጸመ ዘረጋግጽ ጽሒፉ እዩ ዘርጊሑ ዘሎ። እዚ ይኹን እምበር ወሃቢ ቃል ሰራዊት ምክልኻል ኢትዮጵያ ዝኾነ ኮለኔል ጌትነት ኲናት ይካየድ ከም ዘሎ እኳ እንተኣመነ ዝኾነት ከተማ ዕጥቂ ወይ'ውን ሰራዊት ኣይተታሕዙን ኢሉ። ንሱ ቀጺሉ፣ መንግስቲ ኣብ ጉዳይ ግድብ ሕዳሰ ኣብ ዝተጸምደሉ ግዜ፣ ኣሸባሪ ጉጅለ ህወሓት ምስ መናእሰይ ኮይኑ ኣብ ግብረሽበራዊ ተግባራት ተጸሚዱ ኣሎ ክብል፣ ከተማ ኣይተታሕዘትን ሰራዊት እውን ኣይተታሕዘን ክብል እዩ ነጺጉ። እዚ ይኹን እምበር ብኣንጻር ናይዚ ኮንሬል መግለጺ፣ ኣብ ማሕበራዊ ገጻት ኢንተርኔት ተዘርጊሑ ዘሎ ዝተፈላለየ ብዝሒ ዘለዎ ቪድዮታት ከምዘርእዮ፣ ሓይልታት ትግራይ ብዝሒ ዘለዎም ምሩኻትን ብዝሒ ዘለዎ ዕጥቅን ኣብ ትሕቲ ቁጽጽሮም የእትዮም ኣለዉ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ፣ መለስ ዜናዊ ሊደርሺፕ ኣካዳሚ ተባሂሉ ዝጽዋዕ ዝነበረ መንግስታዊ ትካል ስልጠና ብኻልእ ሽም ከም ዝተተክኣ ኣፍሊጡ። ቤት ምኽሪ ሚኒስተራት ኢትዮጵያ ትማሊ ኣብ ዘካየዶ ኣኼባ፣ እቲ ብስም ቀዳማይ ሚኒስተር ኢትዮጵያ ዝነበረ መለስ ዜናዊ ዝጽዋዕ ዝነበረ ትካል ኣፍሪካን ሊደርሺፕ ኣካዳሚ ተባሂሉ ክስመ ከም ዝወሰነ እቲ ቀዳማይ ሚኒስተር ሓቢሩ። ምስ ምቕያር ሽም ተኣሳሲሩ እቲ ኣካዳሚ ንናይ ዕስራን ሓደን ክፍለ ዘመን ናይ መሪሕነት ጠለብ ዝምጥን ብቕዓት ዘለዎ ናይ ዕብየት ኣንፈት ዝሓዘ ኣተሓሳስባ ዝኹስኩስ ቀንዲ ናይ ትምህርቲ ትካል ንምዃን ዝህቅን እዩ እውን ኢሉ ኣሎ። እቲ ኣብ ክልተ ሽሕን ዓሰርተ ኣርባዕተን ዝተመስረተ ትካል ንሕዳሰ ኢትዮጵያ ዝበቕዑ መራሕቲ ንምፍራይ ዝዓለመ ኮይኑ ዝተፈላለየ ስልጠናታትን ትምህርትን ክህብ ምጽንሑ ይፍለጥ። ብትምህርትን ስልጠናን ናይ መሪሕነት ብቕዓት መራሕቲ ብምምዕባል ኣብ ኢትዮጵያ ዘላቒ ልምዓት ንምርግጋፅ ዝተበገሰ ከምዝኾነ እቲ ኣካዳሚ ከዓ ንኣበርክቶ ናይቲ ሃንዳሲ ሕዳሴ ኢትዮጵያ ዝኾነ ዓብዪ መራሒ ነፍስሄር ቀዳማይ ሚኒስተር መለስ ዜናዊ ንምዝካር ብሽሙ ዝተፀውዐ እየ ክብል እቲ መርበብ ሓበሬታ ናይቲ ትካል እዩ ዝጠቅስ። ዜግነት ኣሜሪካ ንምርካብ ሓስዩ ዝተባህለ ኣብ ጆርጅያ ክነብር ዝጸንሐ ኣባል እቲ ብመንግስቱ ሃይለማርያም ዝምራሕ ዝነበረ ጨኳኒ ስርዓት ደርግ ዝነበረ ኢትዮጵያዊ ኣብ ትሕቲ ቀይዲ ከም ዝኣተወ ቤት ጽሕፈት ፍትሒ ኣሜሪካ ኣፍሊጡ። እቲ መዘምር ኣበበ በላይነህ ዝተባህለ ወዲ ሱሳን ሓሙሽተን ዓመት ውልቀሰብ ኣብ ኢትዮጵያ ኣብ እዋን ስርዓት ደርጊ ኣብ ዝነበረ ቀይሕ ሽብር ወይ ድማ ቀይሕ ራዕዲ ተሳትፎ ከም ዝነበሮ ሓብኢዎ ጸኒሑ ዝተብሃለ ኮይኑ፣ ኣብ ክልል ኦሮሚያ ከኣ ከተማ ዲላ ኣብ ዝነበረ ቤት ማእሰርትን ናይ መሳቐዪ ማእከልን ከም መርማሪ ኮይኑ ከም ዘገልገለ'ዩ እቲ ቤት ጽሕፈት ፍትሒ ኣሜሪካ ዘቕረቦ ክሲ ዝገልጽ። ኣብቲ ቤት ማእሰርቲ እዚ ሕጂ ኣብ ትሕቲ ቀይዲ ኣትዩ ዘሎ መዘምር ብፖለቲካዊ እምነቶም ዝተኣስሩ ውልቀሰባት ኣካላዊ ስቅያት ክበጽሖም ገይሩን ኣሳቕዩን ዝብል ክሲ እውን ቀሪቡሉ ኣሎ። ብመሰረት ሕጊ ኣሜሪካ፣ ዜግነት እታ ሃገር ዝረኽቡ ሰባት ገበን ዘይፈጸሙን ዘይተኣስሩን ክኾኑ እዩ ዘለዎም። ነዚ ኣመልኪቱ ከኣ ኣብ ቤት ጽሕፈት ፍትሒ ጊዝያዊ ተሓጋጋዚ ጉዳያት ዓቃቢ ሕጊ ፈደራል ዝኾነ ኒኮላስ ኤል ማካይድ፣ ግህሰት ሰብኣዊ መሰል ዝፍጽሙ ሰባት ኣብ ኣሜሪካ ቦታ የብሎምን። እቶም ዝተፈጸሙ ግህሰታት ከኣ ዋላ'ውን ነዊሕ ዓመታት ዝገበሩ እንተኾኑ፣ ቤት ጽሕፈትና ግን ኣብ ሃገሮም ግህሰት ሰብኣዊ መሰላት ዝፈጸሙን ናብ ኣሜሪካ ንምእታው ትኽክለኛ መንነቶም ዝሓብኡን ውልቀሰባት ደልዩ ይቐጽዕ እዩ ብምባል ተዛሪቡ። ግዝያዊ ዓቃቢ ሕጊ ግዝኣት ሰሜን ጆርጅያ ብወገኑ፣ ኣሜርካ ግህሰት ሰብኣዊ መሰል ንዝበጽሖም ውልቀሰባት ዑቕባ እያ ትህብ፣ እዞም ግህሰት ሰብኣዊ መሰላት ዝፈጸሙ ግን ስቕ ኢላ ኣይትሓልፎምን እያ ክብል እንከሎ፣ ድሕነት ውሽጢ ዓዲ ኣላባማን ጆርጅያን እትመርሕ ካትሪና ድማ ናይ መዘመር ሓሶትን ዝሰርሖ ክፉእ ተግባርን ሕጂ ተቓሊዑ ኣሎ፣ ተሓታቲ ከኣ ክኸውን እዩ። እዚ ንምቅላዕ ዝሰርሑ ኣባላት ጸጥታ፣ ሰብ ሞያ ሕጊ፣ ሰበ ስልጣንን ካልኦት ኣካላትን ከኣ የመስግኖም፣ ፍትሒ ከኣ ክርከብ እዩ ክትብል ተዛሪባ። እዚ ሕጂ ኣብ ትሕቲ ቀይዲ ኣትዩ ዘሎ ኣባል ጨኳኒ ስርዓት ደርግ ነይሩ ተባሂሉ ዝተኸሰሰ መዘምር በቲ ዝቐርበሉ ዘሎ ክሲ ገበነኛ ኮይኑ እንድሕር ተረኺቡ ናይ ዓሰርተ ዓመት ማእሰርትን ምምንጣል ዜግነትን ይጽበዮ ከም ዘሎ ይግለጽ ኣሎ። ኣብ ክልተ ሽሕን ዓሰርተ ሸውዓተን ዘይሕጋዊ ንናጽነት ዝጽውዕ ረፍረንደም ኣካይድኩም ተባሂሎም ተኣሲሮም ዝጸንሑ መራሕቲ ዞባ ካታሎንያ ስጳኛ ብመንግስቲ ስጳኛ ምሕረት ከም ዝተገብረሎም ተገሊጹ። ቀዳማይ ሚኒስተር ስጳኛ ዝኾነ ፔድሮ ሳንቸዝ ነዚ ስጉምቲ ዝወሰደሉ ምኽንያት ኣብታ ሃገር ዳግማይ ዕርቂ ክህሉን ኣብ መንጎኦም ተፈጢሩ ዝጸንሐ ክፍተት ክዕበስን እዚ ውሳነ ከኣ ሓድሽ ናይ ልዝብ መንገዲ ክኸፍትን ትምኒቱ ብምዃኑ ከምዝኾነ ተዛሪቡ። ከምዝዝከር እቶም ኣብ ክልተ ሽሕን ዓሰርተ ሸውዓተን ረፍረንደም ናጽነት ኣብ ካታሎንያ ክግበር ዝሓገዙ መራሕቲ ዞባ ካታሎንያ ዝነበሩ ፖለቲከኛታት ንብዙሕ ዓመታት ዝተፈርዱ ኮይኖም እቲ ዝለዓለ ሓላፊኦም ዝነበረ ከኣ ንዓሰርተ ክልተ ዓመታት ክእሰር እዩ ተፈሪዱ ጸኒሑ። ሕጂ ግን ድሕሪ ሰለስተ ዓመትን ፈረቓን፣ መንግስቲ ስጳኛ ምዕንቲ ዕርቅን ፍቕርን ክብል ምሕረት ገይርሎም ከም ዘሎ ሓቢሩ ኣሎ። ከም ዝፍለጥ ዞባ ካታሎንያ ሓደ ካብ ሃብታማት ዞባታት ስጳኛ ኮይኑ፣ ኣብ ዝተፈላለየ እዋናት ከኣ ካብ ስጳኛ ክፍለን ናይ በይኑ ሃገር ከቐውምን እዩ፣ ብፖለቲከኛታት እቲ ዞባን ገለ ክፋል ህዝብን